ሰላም ሰላም ተኻታተልተይ ኬሜይ ኣለኹም ዳሓን ዶ ኣለኹም ኣኣብ ዘለኹሞ ጸጋኹም ብዝሕዝሕ ይበል እንቋዕ ኻኣ ናብዚ ኩቡር ባዓል ባዓል ሆሳእና ተወልደ ዳዊት ብሰላም ኣብጻሓና እንዳበልኩ ናዓኹም ይጠቅም እዩ ዝበልኩዎ ሒዘ መጽየ ኣለኹ ክሳብ መወዳእታ ክትካታተሉኒ ክትካታተላኒ

ደሓን ዶ ጸኒሕኹም ከምዚ ኣነ ሕጉስ ኢለዮ ዘለኹ ሕጉሳት ክትህልዉ ሰናይ ሰንበት ክህልወልኩም ከኣ ተስፋ ይገብር እምበኣር ናይ ሎማዓንቲ ብምኽንያት በዓል ፋሲጋ ኣምፅኦ ዘለኹ ንብረት ከርእየኩም እየ ሓደ ብሓደ ኩሉ ከርእየኩም እየ ክሳብ መወዳእታ ደጊመ ክትከታተሉኒ ብክብሪ ይዕድመኩም ብየን ጀሚረ ብየን ከም ዝውድእ እዩ ክስታይ ኮይኑኒ ደሎ ብምንታይ ክጅምር እየ መሲልኩም በታ ዘዕበየትና ሸሓኒ ሸሓን ስድራና በታ ዘዕበየትና ሸሓኒ ሸሓኒ መኣዲ ስድራና መኣዲ መኣዲ መኣዲ ቤተሰብ ትብል እዚኣ ናይ ፋሚሊና ልዕሊ ዓሰርተ ፋሚሊ ኣብ ሓደ ገዛ ብከምዚኣ ተቐሪብና ዝዓበናላ ሸሓኒ ኣዝየ ዝፈትዋ ሸሓኒ ክጅምር ማለት እዩ እዚ ሸሓኒ እዚ ወዲቑ ዘይስበር ዘይነፅል ዝኾነ ማኪያ ዘይሕዝ ሓፂብካዮ ዝኾነ ልግስ ዝብል ብቐሊሉ ዝሕጸብ ብቐሊሉ ዝለግስ ዝኾነ ማኪያ ዘይገብር ወዲቑ ዘይስበር ረዮ ከምዚ ዓይነት ሽሓኒ ኣምፅኦ ኣለኹ ብምክንያት በዓል ፋሲጋ ኣቐዲመ ክሕብረክ ዝደሊ ብርትዓዊ ዋጋ ንዓኽን ንምሕንጓስ ዘየምፃኹዎ ነገር የለን ስለዚ በዚ ሸሓኒ ዝጅምራሉ ፋሚሊ ሸሓኒ ማለት እዩ ኣብ ገዛና ዝኾነ ዕዱማት ብምኽንያት በዓል ፋሲጋ ዕዱማት ክህልውና ክእሉ የሕዋትና ደቅና ዋላ ባዕልና ምስ በዓል ቤትና ምስ በዓል ቤትና በዚኣ ክንበልዕ ከለና ፍቕሪ ዘለዎ ሸሓኒ እዚኣ እያ ነይራ ነገር ናይ ኣውሮጳ ኮይኑ ገለ ይበልዕ ገለ ኣይበልዕን ስለ ዝኾነ ብብያቲ እዛ ብብያቲ ንበልዓ ዘለና ኣነ ከማን ፍቅሪ የብላን ጽግዕ ጽግዕ ኢልካ ሓንሕን ስላይስ እንጀራ ሒዝካ ጽግዕ ጽግዕ ኢልካ ኣይተዕልለሉ ኣይትዛተየሉ ኣይትማኸረሉ ብያቲ ግዜ ዘምጽኦ ማለት እዩ በዚኣ ክንቀርብ ብምክንያት በዓል ፋስጋ ከዓ ይዕድም ኣለኹ ማለት እዩ ዝኾነ ትሕዝቶና ዝኾነ ኣበርክቶና በዚኣ ጌርና ምስ ቤተሰብና ምስ ደቅና ምስ በዓል ቤትና ፍቅሪ ምልእ ዝበላ ሸሓኒ ክንስተኣናገድ እዚ ኣጋጣሚ ክሕብረኩም ፈቱ ካልእ ኣብ ገለገለ ገዛ እንድሕር ደኣ ከይደሲ እንጀራ ቁርስ ቁርስ ኣቢለንስ ኣብ ቢያቲ ይቕርብኦ ማለት እዩ ይርኢ እየ ማለት እዩ ዋላ ኣነ ከምኡ ይገብር እየ እንጀራ ቁርስ ቁርስ ኣቢለን ድሕር ሰባት ኣለውንስ ኣብ ቢያቲ ገይረ ቅርበሎም ኣብ ቅድሚኦም እዚኣ ሰታሪት ዝኾነት ካላትና ብቐሊሉ ተላዓሊት ዝኾነት ወዲቓ ዘይስበር ፕላስቲክ ዓይነት ናይ ፕላስቲክ ስርሓት ኣለዋ ክትወድቕ ዘይትኽእል ማለት እዩ ደሓር መንፀፍ ፕላስቲክ ዘየድልያ ኣብ ውሽጢ ሲ ፕላስቲክ ኣንፅፍ ኣቢልካ ንኸይነቕፀካ እንጀራ ምሻቂ ፕላስቲክ ተንፅፈሉ ኢኻ ፕላስቲክ ዘየድልያ ግጥም ዝበለት እዚኣ ተላዓሊት ማለት እዩ ክትሓፅባ ትኽእል ክትውልውላ ትኽእል ኖርማል ፕላስቲክ ፕላስቲክ ነገር ዝኾነት ከኣላትና ማለት እዩ በብዓይነቱ ሕብሪ በብዓይነቱ ሕብሪ ነዮ በብዓይነቱ ሕብሪ ዋላ ወዲቑ ክስበር ዘይክእል ክጋጮ ዘይክእል ዝኾነ ማኪያ ክሕዝ ዘይክእል ላስቲክ ዓይነት ኣለና ካልእ ብምክንያት በዓል ፋሲጋ ዝሰራሕናዮ ኬክ ይኹን ዝሰራሕናዮ ሕምባሻ ይኹን ዘለና ዝገዛእናዮ ብሽኮቲ ካሬመለ ይኹን ከዓ ዝኾነ ተለዓላይ ፈኪስ ነገር ዝኾነ ከምዚ ዓይነት ቢያቲ ፋብሪካ ኣምፂና ኣለና ማለት እዩ ክስበር ዘይክእል ክለግስ ዘይክእል ክለሓፅ ዝኾነ ነገር ዘይክእል ዋላ ወዲቑ ከዓ ክስበር ዘይክእል ክንሓፅቦ ንኽእል ስእልና ኣልዕል ኣልዕል ኣቢልና ክንሓፅቦ ንኽእል ክንበቆ ዘይንኽእል ንብረት ማለት እዩ እዚ ሕጂ ክስበረና እንዲሞ ክነፅል እንዲዩ ገለገለ ዘይትብሎ ንብረት ዓይነት ንብረት ኣምፂ ኣለኹ ካልእ ኮምፕሊት ከምዚ ዓይነት እተን እተን ትፈልጦ ትፈልጦ ኢኽን እተን ሓደስቲ ዘለኽን ኣበይ ክንገዝኦ ንኽእል ኢልክን ትጨነቓ ሰባት ሓደሽቲ ዝመፃኽን መቸም ከምቲ ኩላትና ንፈልጦ ሓደሽቲ ኮንካ ክትመፅእ ከለኻ ናብዚ ዓዲ ብዙሕ ነገር እዩ ዝጎድለካ ማለት እዩ ነዚ ዓዲ ክትላለዮ ግዜ የድልየካ ንሰብ ደዊልካ ንዓ ውሰደኒ ክትብሎ እውን ሓቂ ዘረባ ሰሪ ዘይምጥዓሙ ደይኮስተካ ክእል ካብን ናብን ክመላለስ ማለት እዩ ቆልዓ ከመላለስ ካልእን ካልእን እዚ ግዜ እዚ ዓዲ ግዜ ሂብካስ ንሓደስቲ ተብፅሓሉ ወይ ከዓ ተመላልሰሉ ወይ ከዓ ተርእየሉ ግዜ ኣይክህልወካን እዩ ስለዚ ቴሌፎነይ ኣብ ቦታ ኮመንት ክገድፈልክን እየ ነዘን ሓደስቲ ደዊልክን ዝደለኽዮ ዝደለኽንኦ ነገር ክትሓታኒ ተኽእላ ኢኽን ክምልሰልክን ኣብ ግዚኡኻ ድሉው ተለኹ ከምዚ ዓይነት ኮምፕሊት ዝኾነ ጀበና ሽዱሽተ ፈናጅል ናይ ፀባ ከምኡ እውን እንዳ ሽኮር ዝሓዘ ከምዚ ዓይነት ከዓ ኣምፅየ ኣለኹ ያ ካልእ ጀበና ናይ ዓድና ጀበናታት ናይ ዓድና ከዓ ኣለዋና ከምዚኣ ዝበላ ናይ ሰብኣይን ሰበይትን ፍቕሪ ዘለወን ፍቕሪ ምልእልእልእ ዝበለን እየን እዚአን ትሪእዎን ዘለኹም ፍቕሪ ምልእልእልእልእልእ ዝበለ ከምዚአን ዓይነት ጀበና ናይ ዓድና ኸዓ ኣለዋና ኣምፅኤ ኣለኹም ጃሚዓ እውን ከምኡ ከምዚ ውራይ ሃሊና ልዕሊ ሓሙሽተ ሽዱሽተ ሰብ ዘእንግድ

እታ ዘዕብየት ናት መንከሽከሽ እዚኣ እያ እዚ ግዜያዊ መፅኢ ዘሎ እውን ኣለና እንድሕር ደሊኽን ማለት እዩ ብሰንኪ ብሰንኪ ገዛ ፅበትን ብሰንኪ ናብ መቐመጢ ምስኣንን ኩሉ ትሕዝቶና ንኣሹ ንኣሽቱ እዩ ኮይኑ ተሪፉ ደሎ ኣብ ኤውሮጳ ኩሉ ነገር ሳሎና ንእሽተይ እንዳ ቡና ንእሽተይ መንከሽከሽና ንእሽተይ ብሰንኪ ገዛ እኹል ገዛ ዘይምህላዉ ማለት እዩ ናይዘወይ እንታይ ክንገብር ዳ ከመያ ንሕና ኢና መፂእናዮ እምበር እሶም ኣይመፁናን ወይ ዝበሉካ ግበረሎም ወይ ዓዶም ልገሰሎም እዩ ከዓ ነገሩ ስለዚ ብሰንኪ ገዛ ኢልናስ ኣይንተርፍን ኢና እንተ ትሕቲ ዓራት ዲና ከነቕምጦ እንተ ትሕቲ ገለስ ንገዘ ኢና እቲ ናይ ደዕብየና ንብረት ኩሉ ማለት እዩ ደስ እዩ ከዓ ዝብለካ ኣብ ዓድኻ ከም ዘለካ ኮይኑ ይስማዓካ ማለት እዩ ካልእ እዚ ዓይነት ብያቲ እውን ኣለና እዚ ዓይነት ብያቲ ረቂቕ ዝኾነ ክለዓል ዝኽእል ማለት እዩ ንኣብነት ኣነስ ቅድሚ ክልተ ዓመት ከምዚ ኣይቲ እዚ እያ ክረዝን መዓት እዩ ክረዝን መዓት እዩ ናተይ ደሓር ዝኾነ ነገር ከይወድቀኒ በላሕቲ ነገር ዝኾነ ከይወድቀኒ ወይ ከዓ ንሳ ከይትወደቕ ይፈርሕ ምክንያቱ ስብር ተይላ ከምዚ ዓይነት ጥርሙዝ እያ ስብር እያ ትብል ኣይትትሰን እያ ሓንሳብ ተወዲኣ ኣይትሰን እያ በቃ ኣኺልዋ ቻይና ርሓን እተው ኣራቂቆም ከኣ እዚኣ ከኣ ኮስ ዝበለት ማለት እዩ ክለዓል ዝኽእል ያ ኣብ ዝኾነ ክለዓል ዝኽእል ፎኪስ ናተይ ሓፍ ኣቢልካ ብክልተ ኢድካ ኢኻ ሓፍ ተብላ ረዛንያ ብጣዕሚ ረዛንያ ሕጂ እቲ ረዝነቱ እኳ እንተፈተኻዮ ግን ከተልዕሎ ከዓ ኣይትኽእልን ኢኻ ዝኾነ ነገር ወዲቕዎ ከዓ ትስከፍ ኣይትስእን እዩ ይስበር እምበር ኣይትስእን እዩ ያ መዓስ እዚ ጥራይ ሓደ ብሓደ ክገልፀልኩም ግዜ ኣይከኣኽለናን እዩ እዚ ቦታ እውን ሓቂ ዘረባ ኣይከኣኽለናን እዩ ከም ዓይነት እንዳቡን ሲልቨር ጎልደን እቲ ፃዕዳ ፃዕዳ እንዳቡን ከምቲ ናይ ቀደምና ማለት እዩ ኩሉ ዓይነት ዘይመፀ ንብረት የለን ከምቲ ኣቐድም ኣቢለ ዝበልኩኹም ናይ ቦታ ኮመንት ክገድፈልኩም እየ ቴለፎነይ ደውልለይ ደውላለይ ዝደለኹንኦ ነገር እንተሎ ከእንግደክን እየ፣ ክድውለልክን እየ፣ ክምልሰልክን እየ፣ ኣብ ገግዚኡ ከምኡ ንኣውደኣመት ዝምልከት ዝረሳዕክዎ ኣረቂ እውን ኣለና፣ ኩሉ ነገር ኣለና። ኩሉ ናይ ድኳን ዘበለ ብምሉኡ ሲ ትሕሶ ናይ ድኳን ዘበለ ብምሉኡ ኣምፅኤዮ ኣለኹ ደውላለይ ኣብ ግዜኡ ክምልሰልክን ድልውቲ ኣለኹ ሶ ናይ ሎማዓንቲ መደበይ ኣብዚ ከኣኽለኒ እዩ ደጊመ ጾመ ሕማማትና ከኣ ብሰላም ኣጀሚሩ ብሰላም ናብ በዓል ትንሳኤኡ ብሰላም እግዚኣብሔር የብጽሓና እንዳበልኩ ካብ ዝሓለፈ ዓመት ናብዛ ክብርቲ ዕለት ናይ ሆሳኣና ለወልደ ዳዊት ብሰላም ዘብጽሓና እውን ክብርን ምስጋናን ንዕኡ ይኹን እንዳበልኩ ክፍለየክን